ንህዋ ንመጀመርያ ግዜ ብኢንተርኔት ምስ ዝፈለጠቶ ወዲ ተቋጺራ ክትረኽቦ ትኸይድ። እቲ ዝቖጸራ ወዲ ናይ ዕላል ቅርሺ ሒዝክኒ ኢሉ ዋላ መጀመርያ የሐጉሳ ንህዋ ግን ተስፋ ከይቆረጸትሉ ትኸይድ። እቲ ዝቖጸራ ወዲ ድማ ቻድ ይበሃል ከምቲ ዝፈርሐቶ ግን ቻድ። ሕማቕ ኮይኑ ጸኒሑ። ብዛዕባ ኩሉ ነገር የማርር፣ ብዛዕባ ነብሱ ጥራሕ'ዩ ዝዛረብ፣ ንዓኣ'ውን ኣከዳድናኣ መቻ ከም ዘይመጸትን ካብ ዝኒሀቶ ንላዕሊ ከም ዝተጸበያን ነጊሩ ይጸርፋ። ደገ ምስ ወጹ'ውን ደጊሙ ጸሪፍዋ ይኸይድ። ብጽባሒቱ ናብ ጂም ከይዳ ብዛዕባ'ቲ ዝገጠማ ወዲ ንመሓዛኣ ሞሊ ተውግዓ ትጅምር። ሞሊ ኣወዳት ከም ዘየድልይዋ ነጊራ ተጽናንዓ። ሽዑ ሓቦኛ ኮይና ንሞሊ ምስ ተፈለየታ ገዛኣ ከይዳ ግን ኣብ ኢንተርኔት ኣወዳት ምእላሽ ኣየቋረጸትን። ብዙሕ ኣሊሻ'ውን ዝስሕባ ወዲ ክትረክብ ኣይከኣለትን። ንምሸቱ ናብ ዕዳጋ ትኸይድ። ኣብቲ ዕዳጋ ድማ ስቲቭ ዝበሃል ቆንጆ ወዲ ትረክብ። ጽቡቕ መንገዲ ድማ ይላኸፋ። ኖዋ ንስቲቭ ስልካ ምስ ሃበቶ ከም ዝደዋወሉ ተናጊሮም ይፈላለዩ። ብጽባሒቱ ኖዋ ተሃንጥያ ንሞሊ ዓርካ ረኺባ እዚ ስቲቭ ዝበሃል ወዲ ብጣዕሚ ቆንጆ ምዃኑን ካብ ኣዘራርብኡ ድማ ሓዳር ከይገበረ ከም ዘይቐርን ትነግራ። ምኽንያቱ ሞሊ ጥዑያት ኣወዳት ክገጥምዋ ኣይከኣሉን። ብዙሕ ተጸብያ ቴክስት ከይጸሓፈላ ምስ ጸንሐ ንገዝኣ እናኸደት። እቲ ትጽበዮ ነበረት ቴክስት ይኣትያ። ስቲቭ ንድራር ኪጋበዛ ከም ዝደሊ ብቴክስት ሕቶ ይሰደላ። ሞሊ ፍቓደኛ ኮይና ናብቲ ስቲቭ ዝጋበዛ ባር ከይዳ ወይኒ ምስታይ ይጅምሩ። ሓቢሮም ብዙሕ እናተጫወቱን እናውግዑን ምስ ጸንሑ፣ ስቲቭ ፕላስቲክ መጥባሕቲ በዓል ሞያ ምዃኑ ይነግራ። እቲ ቆጸሮ ብዝገርም ኩነታት ሓሊፉ። ካልእ ይትረፍ ኣብ መጀመርያ ቆጸርኦም ብሓደ ሓዲሮም። እዛ ፊልም እንድሕር ደኣ ፈቲኹማ ላይክ እና ሳብስክራይብ ብምግባር ድጋፍኩም ግለጹልና ዝመጹ ፓርትታት ንኸየምልጥኹም ድማ ሳብስክራይብ ብምግባር ተኸታተሉ። ብጽባሕቲ ንግሆ ነዋ ንሞሊ ብዛዕባ እቲ ዝገጠማ ደስ ዝብል ቆጸሮ ክትነግራ ትድውለላ። ሞሊ ግን ንስቲቭ ጠርጢራቶ ስለ ዝነበረት ኣብ ኢንተርኔት ፕሮፋይል ኣሊሻ ብዛዕባኡ ክተጽንዕ ትሙክር። ስቲቭ ግን ምንም ናይ ማሕበራዊ ሚድያ ኣካውንት ኾነ ገፅ ስለ ዘይብሉ ብዛዕብኡ ምንም ክትፈልጥ ኣይከኣለትን። ሞሊ ከምዚ ዓይነት ሰባት ምንም ክትቀርብ ከም ዘይብላዋ ላትምከራ፣ ኖዋ ግን ምስ ወዲ ንምዃን ብጣዕሚ ሃፂፃ ካብ ምንባራ ዝተልዓለ ምስ ስቲቭ ኩሉ ዓይነት ዕድላት ከም ትወስድ ንሞሊ ትነግራ። ቅድሚ ስልካ ምዕፀያ ድማ ኣብቲ እዳ ምግቢ ቤት ዘስተኣናግዶም ነበሩ ወዲ ናይ ቀደም ዓርካ ንሞሊ ምዃኑ ነጊራ እቲ ስልኪ ትዓፅዮ። ንምሸቱ ኖዋ ደጊማ ስቲቭ ኣብ ገዛኣ ትረኽቦ። ሽዑ ምሸት ግን ብጀካ ምውግዓን ምፍልላጥን፣ ካልእ ኣይነበረን። ድራር ቅርያ እናበልዑ እንከለዉ ድማ፣ ስቲቭ ንእንስሳት ከም ምስኪናት ፍጡራት ከም ዝርእዮምን ናቶም ስጋ ከም ዘዩበልዕን ይነግራ። እታ ምሸት ንሳውን ከምታ ዝሓለፈት ብጽቡቕ መንገዲ ትውዳእ። ካልእ ይትረፍ ስቲቭ ኣብ ዝቕጽል ሰሙን ናብ ናይ ክረምቲ ገዛይ ክወስደኪ ክብላ ከሎ ጋእ ከይበለት'ያ ተሰማሚዓቶ። ደው ኢላ ንዓርካ ሞሊ ክትነግራ ከላ ድማ ብጣዕሚ ትጭነቕ። እዚ ሰብ እዚ ምንም ኣብ ዘይትፈልጡሉ ክንድዚ ክትቀርብዮ ኣይግባእን። ኣድራሽኡ ኣበይ ከም ዝኾነውን ናብ ዘይትፈልጥዮ ቦታ። ሱቕ ኢልክምስ ዘይትፈልጥዮ ወደይ ትኺድ ኢላ ተጠንቅቓ ነዋ ግን ሕዚ ውን ንስቲቭ ብጣዕሚ ፎትያቶ ስለ ዘላ ክትሰምዓ ኣይከኣለትን ስቲቭ መኪንኡ ሒዙ ንነዋ ክወስዳ ምስ መጸ ጽባሕ ንግሆ ገስጊስና ጉዕዞና ክንጅምር ኢና ሎማዓንቲ ብዙሕ ናይ ተራፊክ ጭንንቕ ስለ ዘሎ ኣብ ገዛይ ኬድና ንሓድር ኢና ኢሉ ንገዝኡ ሒዝዋ ይኸይድ ኣብ ገዝኡ በጺሖም ካብቲ መኪና ምስ ወረደት እቲ ገዝኡ ፍልይ ዝበለ ኣብ ማእከል በረኻ ምዃኑን ብዙሕ ኣየጠራጠራን። ግዳ እናተሓጎሰት ናብቲ ገዛ ትኣቲ። ኖዋ ንስቲቭ ንምንታይ ኢንተርኔት ከም ዘይሰርሕሎም ምስ ሓተቶ፣ ዋይፋይ ጠፊኡ ከም ዝዀነን ኔትወርክ እውን ምስኡ ዝተተሓሓዘ ስለ ዝዀነ ኣይሰርሕን ኢሉ ይነግራ። ገና ኮፍ ከይበሉ ድማ ስቲቭ ንኖዋ ኮክቴል ሰሪሑ ይህባ። ኖዋ ከይተጠራጠረት ትሰትዮ። ድሕሪ ቅሩብ ግዘ ኮፍ ኢሎም እናውግዑ እንከለዉ ኖዋ ቡናኣ ስሒታ ናብ መሬት ትወድቕ። ክትስእ ከላ ኣብ መሬት ደቂሳ'ያ እኒኣ። ስቲቭ ብትክየ ገጽ ኮፍ ኢሉ እኒኤ ደው ክትብል ክተሞከረት ግን ኢዳ ብሸንሸል ናብ መሬት ዝተጣበቐ ሓጭን ተኣሲራ'ያ ዝኒኣ። እንታይ ከም ዝኾነት ምስ ሓተተቶ ስቲቭ መደንዘዚ ኣስቴኪ ኢሉ ግልጺ ገይሩ ይነግራ። መጀመርያ ዝቕልድ'ሎ መሲልዋ ካብ ልባ ትስሕቕ። ስቲቭ ኢዳ ንኽፈትሓዋ'ላ ትንገሮ ምንም ክሰምዓ ኣይከኣለን። ደንጊጻ ምጭንናቕን ብዙሕ ምዝራብን ትጅምር። ስቲቭ እናተዛረበ ክትሰምዖ ስለ ዘይከኣለት ዓው ኢሉ ሱቕ ንኽትብል ይነግራ። ቅርብ ኢሉ ድማ ናይ ሰብ ስጋ ከም ዝሸጥን እቲ ስጋ ንኸይበላሾ ድማ ንቶም ሰባት ክንዲ ዝተኽኣሎ ጊዘ ብህይወት ከጽንሖም ከም ዝሙክር ይነግራ። እዚ ኢሉ ንነዋ በይና ምስ ገደፋ ነዋ ብጭንቅን ፍርሓትን እናኣወየት ሓገዝ ምልማን ትጅምር። እቲ ሓደ ክፍሊ ግን ዝኾነ ሰብ መልሲ ይህባ። እናጎየት መን ምዃኑ ትሓትትላ ፔኒ እትበሃል ካሊእ ከም ነዋ ዝበለት እስረኛ እያ። ፔኒ ንነዊሕ ግዜ ኣብኡ ካብ ምጽንሓ ዝተልዓለ ክንደይ ዝኣክል ግዜ ኣብኡ ከም ዘሕለፈት ኣይትፈልጥን፣ ሰውነታ ድማ ቁሩብ ብቑሩብ ብናይ ስቲቭ ዓማዊል ከም ዝተወድኣ ንኖዋ ትነግራ። በቲ ገጽ ድማ ሞሊ ብጣዕሚ ምጭናቕ ትጅምር። ዋላ ስቲቭ ብናይ ኖዋ ስልኪ ንሞሊ የውግዓያ፣ እቲ ወግዒ ስለ ዝተፈለያ ሞሊ ምጭናቕ ኣይሓደገትን። ብዛዕባ ስቲቭ ምንም ኣብ ኢንተርኔት ክትረክብ ስለ ዘይከኣለት እታ ነዋ መሲሉ ስቲቭ ዝለኣኸላ ፎቶ ኣብ ጉግል ትእልሻ። እታ ፎቶ ነዋ ዘልዓለታ ከም ዘይኮነት ምስ ፈለጠት ናይ ልባ ምጭናቕ ትጅምር። በቲ ወገን ድማ ስቲቭ ንነዋ ምግብን ማይን የምጸላ። ንሳ ግን ምንም ክትበልዕ ኣይደለየትን። ስቲቭ ምንም ከም ዘይተፈጠረ ንነዋ ብጽቡቕ መንገዲ ዋላ ክንከባኸባ ይሞክር ደኣ እምበር ነዋ መጠረሽኣ ስለ ዘይጽቡቕ ሕጉስቲ ኣይነበረትን። ሻወር ክገብር ሓቲታቶ፣ ናብቲ ሻወር እናወሰዳ እንከሎ ድማ ንምምላጥ ትሙክር። ስቲቭ ተናዲዱ ድማ ንኖዋ ቡና ክሳብ ትስሕት ይወቕዓ። ክትስእ ከላ ኖዋ ኣብ ናይ መጥባሕቲ ጠረጴዛ ደቂሳ'ያ። ስቲቭ ድማ ብድሕሪታ ኮይኑ ካብ ሰውነታ ስጋ እናቖረጸ ይወስድ'ሎ። ኖዋ እዚ ኩሉ ተግባር ሓቂ ድዩ ሕልሚ ክርዳኣ ስለ ዘይከኣለ ሰውነታ ዘይምንባዕ ካሊእ ክገብር ኣይኽእልን። ሞሊ ድማ ብጣዕሚ ተጨኒቓ ስለ ዝነበረት፣ እቲ ፖል ዝበሃል ናይ ቀደም ፍቕረኛኣን ንስቲቭና ኖዋ መጀመርያ ግዘ ክራኸቡ እንከለዉ ዘስተኣናገዶምን ወዲ ብዛዕባ ናይ ስቲቭ ኣድራሻ ክትሓቶ ትኸይድ። ፖል ግን ብዛዕባ ዓማዊሉ እንድሕር ደኣ ሓበሬታ ሂቡ ካብ ስርሑ ክባረር ከም ዝኽእል ነጊሩዋ ሞሊ ካብቲ ባር ትወጽእ። ፖል ግን ሓደ ግዘ ሓሳቡ ከም ዝቕይር ርግጸኛ ኮይና እያ ወጺኣ። ኖዋ ድማ ናብ እስርቤታ ተመሊሳ ምስ ፔኒ ብዙሕ ምውጋዕ ትጅምር። ብዛዕባ ስቲቭ ድማ ብዙሕ ሓበሬታ ትነግራ። ኣብ መንጎኡ ድማ ኖዋ ንስቲቭ ብጣዕሚ ፎታቶ ከም ዝነበረትን፣ ሓደ ለይቲ ምስኡ ከም ዝሓደረትን ንፔኒ ትነግራ። ፔኒ ብቱ ዜና እሱ ብጣዕሚ ትግረም ምኽንያቱ ካብተን ናብኡ ዘምጽእነ ጓላት ዋላ ምስ ሓንቲ ደቂሱ ከም ዘይፈልጥ ስለ ትፈልጥ። ንሞሊ ድማ ፖል ብጣዕሚ ክትጭነቕ ስለ ዝጀመረ እቲ ዝደለዩቶ ኣድራሻ ንምሸቱ ቴክስት ይገብረላ። እቲ ሽም ተጠቒማ ምእላሽ ምስ ጀመረት ድማ ቅድሚ ንባዕሉ ምርካባ ንሰበይቱ ኣን ትረኽባ። ለካ ስቲቭ ናይ ብሓቂ ተመርዕዩ። ክልተ ቆልዑት ድማ ኣለውዎ። ጽባሒቱ ንግሆ ገለ ሓደጋ ንኸይገጥማ ብምፍራሕ ኣድረሻ ናይቲ ገዛ ናብ ፖል ትሰደሉ። ቀጺላ ድማ ናብቱ ኣብ ኢንተርኔት ዝረኸበቶ ገዛ ንዓርካ ኖዋ ክትእልሽ ትኸይድ። ኖዋ ኣብ እስርቤታ ንኸይድብራ መዘናግዒ መጻሕፍቲ ትወሃብ። ስቲቭ እናጸንሐ ዋላ ናብቲ እስርቤታ መጺኡ ከውግዓ ይሞክር ምንም ኣይትዛረቦን። ብጣዕሚ የሕስባ ስለ ዝነበረ ግን ንስቲቭ ንምንታይ ምስኣ ከም ዝደቀሰ ትሓቶ። ንሱ ድማ ብጣዕሚ ይፈትዋ ከም ዝነበረን ከም ልቢ ከም ዝተመቸየቶን ይነግራ። ይኹን ደኣ እምበር ምሳኺ ምድቃሰይ ጌጋ እዩ ነይሩ ኢልዋ ምስ ወጸ ነዋ ኣብቲ መጻሕፍቲ ከምኣ ካብ ዝበላ እሱራት ዝተገደፈ ምልእኽቲ ትረክብ። እዚ መጽሓፍ እንድሕር ደኣ ተንብብለኺ ፈትዩኪ ኣሎ ማለት እዩ። እዚ መጽሓፍ ዝህብ ንተን ዝፈትዮን ኣጓላት ጥራሕ እዩ። ስለዚ እዚ ነገር እዚ ተጠቐምሉ። ዝብል መልእኽቲ እዩ። እዛ መበራተትዒት መልእኽቲ ተጠቒማ ነዋ ብጣዕሚ ተስፋ ትገብር። ንስቲቭ ድማ ትላኸፎ ትጅምር። ካሊእ ሓዲጋ ናይ ሰብ ስጋ ታይ ይጥዕም ኢላ ሓቲታቶ ስቲቭ ግን ብዙሕ ደስ ኢልዎ ስለ ዘይነበረ ዘዕግብ መልሲ ኣይሃባን መሊሱ ንምንታይ ሓቲትክኒ ኢሉ ንባዕላ ይሓታ ስለ ዘይመለሰትሉ ግን ሱቕ ኢሉ ሓዲግዋ ይኸይድ። ሞሊ ናብቲ ገዛ መፂኣ ሰበይቱ ንስቲቭ ዝኾነት ኣም ትረኽባ ኮፍ ምስ በላ ብዛዕባ ኖዋን ስቲቭን ነጊራ ክተእምነዋላ ትሞክር ድኣ እምበር ኣን ሰብኣያ ብዝኾነ ይኹን መንገዲ ኣብ ልዕሊኣ ውሽማ ከም ዘይሕዝ ነጊራ ትካታዓ ትፀንሕ ስቲቭ ናብቲ ክፍሊ ሃንደበት ምስ ኣተየ ክልቲኤን ብሓደ ስለ ዝርእየን ምንም ከም ዘይተደናገጸ፣ መጺኡ ሰላም ይብላ። ምንም ከም ዘይፈልጣ ነጊሩ ካብቲ ገዛ ንኽትወጽእ እናፋነዩዋ እንከለዉ፣ ሞሊ ናብ ናይ ኖዋ ስልኪ ትድውልላ። ምስ ስቲቭ ኮይና ትጽውዕ። ሞሊ እቲ ጥርጣረኣ ትኽክል ኮይኑ ጸኒሑ፣ ፍርሓት ምሉእ ሰውነታ ሰዓራ። ስቲቭ፣ ሞሊ ሚስጥሩ ስለ ዝፈለጠት ካብቲ ገዛ ክትወጽእ ክፈቕደላ ኣይኽእልን። ሰበይቱ ድሕሪት መጺኣ ደንጊዓ ምስ ወቕዐታ ናብ መሬት ቡና ኣስሒታ ትወድቕ። ስቲቭ ናብ ኖዋ ተመሊሱ ናብቲ እስርቤት ይኣቲ። ኣንቶ ንምንታይ ኢኺ ስጋ ሰብ ጥዑም ዶ ኢልኪ ሓቲትክኒ? ክትጥዕሚ እንድሕር ድኣ ደሊኺ ኣብዚ እኒኤኪ ክዳን ቀይርዮ እሞ ድራር ክጋብዘኪ ኢልዋ ይወጽእ። ተመሊሱ ንሰበይቱ ሎማዓንቲ ምሸት ብስራሕ ቢዚ ከም ዝኸውንን ክረኽባ ከም ዘይኽእልን ነጊሩ። ቆልዑት ከመይ ኣለዉ ኢሉ ስዒምዋ ይኸይድ። ኣን ነብሳ ክትሕጸብ ክዳና ኣብ ተውጽእ እንከላ ድማ ሓንቲ እግራ ባምቡላ ከም ዝተቐየረት ንርኢ። እዚ ማለት ድማ ስቲቭ ሓደ መዓልቲ ናይ ኣን። እግሪ ቆሪጹ ሸይጥዋ ነይሩ። ከም ገሌሎም ግን መጠረሽኦም ሰብኣይን ሰበይትን ኮይኖም እቲ ወይኒ እናሰተዩ ብዛዕባ ሕሉፉ ክተውግዖ ትጅምር። ስቲቭ ናይ መጥባሕቲ በዓል ሞያ እንከለኹ ሓደ መዓልቲ በጋጣሚ ምስ ጠዓምክዎ ናይ ሰብ ስጋ ብጣዕሚ ሙቁር ምዃኑን ንዕኡ ወልፊ ከም ዘለንን ፈሊጠ። ከምኡ ኢለ ድማ ከማይ ዝበሉ ናይ ሰብ ስጋ ዘፍቅሩ ሰባት ስለ ዝረኸብኩ ናብ ዕዳጋ ቀይረዮ። ኣነ ስጋ ወሲደ ይሸጠሎም ንሶም ቅርሺ ይኸፍሉኒ ኢሉ ይዛረባ። ድራር ሰዓት ኣኺሉ ከም ትካል ዝኣተየላ ስጋ ሰብ ምስ ፓስታ ሓዊሱ ይቕርበላ። ካበይ ከም ዝመጸ ንሓንቲ ግዜ ክትርስዕ ሞኪራ እቲ ስጋ ናብ ኣፋ ተእትዮ። ስቲቭ ከይጥርጥራ ብምፍራሕ ቀስ ኣቢላ ሓይኻ እቲ ስጋ ትውሕጦ። ብዝበለጸ ንኽተእምኖ ድማ ጣዕሙ ኣይግለጽን ኢላ ሓሳባ ተካፍሎ። ስቲቭ ንኖዋ ናብ እስርቤታ መሊሱ ናብ ሞል ይኸይድ። ንዓኣ ናብ ናይ መጥባሕቲ ክፍሊ ወሲዱ እናዳለያ እንከሎ እቲ ናይ ቀደም ዓርካ ፖል፣ ተጠራጢሩ ስልኪ ምድዋል ይጅምር። ስልካ ክተልዕሎ ስለ ዘይከኣለት፣ እቲ ሰብ ድሃሉ ኖረ ተድራሻ ሪኡ ናብቲ ቦታ ምጉዓዝ ይጅምር። ሞሊ ሓሳብ ልባ ይሳኸዐላ ኣሎ ይመስለኒ፣ ጽባሒቱ ስቲቭ ስጦታ ሒዝላ ይመጽእ። ብጣዕሚ ደስ ዝብል ክዳን ገዚኡ መጺኡ ንሞሊ ደጊሙ ንድራር ይጋብዛ፣ ንሳ ድማ እሺ ትብሎ። ቅድሚ ካብቲ ክፍሊ ምውጽኡ ሜክኣፕ ከይተረፈ ሓዲግላ ይኸይድ። ስጋ ሰብ ቀሪቦም ዝበልዕሉ ጠረጴዛ ተቐሪቦም ሮማንቲክ ጊዘ ንኸሕልፉ ክልቲኦም ብደንቢ ይዳለዩ። እቲ ናይ ቆጸርኦ ሰዓት ምስ ኣኸለ፣ ስቲቭ ንኖዋ ድሕሪ እቲ ስእሊ ንበረ ሕቡእ መደርደሪ የርእያ። ኣብኡ ንብረት ኩለን ግዳያቱን መለለዪ ካርደንን ይሓብእ። ናይ ፔኒ ስእሊ ከይተረፈ ኣብኡ እዩ ጸኒሑዋ። ዜሩ ዜሩ፣ ኖዋ ናይ ባዕላ ንብረት ኣብቲ ቦታ ስለ ዘይግነየቶ ንስቲቭ ትሓቶ። ምስ ባዕሉ ከም ዘሎን ንሳ ፍልይቲ ጓል ስለ ዝዀነት ፈይሉ ከም ዘቕምጦን ይነግራ። እተን ኣብኡ ዝተደርደራ ስልክታት እናረኣየት ድማ ናይ ሞሊ ስልኪ ኣብ ማእከለን ከም ዘላ ትርኢ። እቲ ሓሳብ እሱ ኣብ ርእሳ ኣጨኒቕዋ እንከሎ፣ ንዕኡ እቲ ናይ ምሽዋድ ስራሓ ንኸይቃልዓ ብስጋ ከም ዝፈተየቶ ክተምስል ትጽዕር። እታ ናይ መጠረሻ ምግቢ እናጠዓሙ ድማ ኖዋ፣ ናይ ሰብ ስጋ እናበላዕኹስ ንምንታይ እዩ ሕማቕ ስምዒት ዘይስምዐኒ'ሎ ኢላ ንስቲቭ ንክተእምን ምብካይ ትጅምር። ድሕሪ ክንደይ ጻዕሪ ንስቲቭ ኣብታ እትደልያ ቦታ ረኺባቶ ሓዚንላ ከጽናንዓ ይጅምር። ዋላ ክንድዚ ይቕረባ ደኣ'ምበር ኢዳ ምእሳር ሕጂ'ውን ኣይርስዖን። ጽኒሕ ኢሎም ብሓደ ንክስዕስዑ ምስ ጸውዐቶ፣ እቲ ምሸት ብሓደ ናብ ምድቃስ ክሳብ ምኻድ ጽቡቕ ይውድዕላ። ኣብቲ ምድቃስ ምስ ከዱ፣ ሞሊ ኣብ ሽንቲ ቤት በጺሐ ክምለስ ኢላ ኣትያ ቁሩብ ጸኒሓ ትምለስ። ንስቲቭ እተሐጉሶ እናመሰለት ንታሕቲ ወሪዳ ኣንቴንኡ ነኺሳ ትብጥሰሉ። ተቐንዝዩ እናእወየ እንከሎ ድማ ካብቲ ሽንቲ ቤት ዘምጸቶ ናይ ስኒ ሳምና ጌራ ኣዒንቱ ትለኽዮ። እቲ ኢዳ ተኣሲራሉ ዝነበረት ሸንሸል ፈቲሓ ናይቲ ገዛ መፍትሕ ኣምጺኣ ንስቲቭ ኣብቲ ገዛ ዓጽያቶ ካብቲ ገዛ ንምምላጥ ትጽዕር። ንቀደም ግን ናብ ሞል ከይዳ ተኣሲራኦ ልነበረት ሸንሸለትን ኣፋታ ጠምጢሙ ነበረ ፕላስተርን ትፈትሓላ። ቀጺላ ናብ ፐይኒ ብምኻድ ክተድሕና ትሙክር። ፐይኒ ግን ሓንቲ እግራ ተቆሪጻ ተሸይጣ ስለ ዝነበረት ጥለይ ጥለይ እናበለት ካብቲ ክፍሊ ሒዛታ ትወጽእ። ስቲቭ ወጺኡ እናኣለሸን እንከሎ ኣብ ዳክሽነይ ተሓቢኤን ጸኒሐን ሃንደበት የጥቅዕኦ። ነብሰን ንምድሓን ድማ ሰለስቲኤን እናተቀባበላ ይወቅዕኦ ጀሚረን። እቲ ባእሲ ሰለስተ ንሓደ ዋላ ደኣ ይንበር እምበር፣ ደኺመን ስለ ዝነበራ ምንም ኣይሓደገለንን። ስቲቭ ንኖዋ ጸቒጡ ክቐትላ እናሞከረ እንከሎ፣ ፔኒ ብድሕሪቱ መጺኣ ካራ ገይራ እግሩ ትወግኦ። እቲ ዕድል ተጠቒማ ኖዋ ብዕንጨይቲ ገይራ ገጹ ትወቕዖ። ቅድሚ ምህዳመን ካብቲ ገዛ፣ ስልክታተን ካብቲ ድሕሪ ስእሊ ዝነበረ መደርደሪ ኣልዒላ ትወጽእ። ሰለስቲኤን ካብቲ ገዛ ወጺኤን ርሒቐን ክኸዳ እናሞከራ፣ ፔኒ ሓንቲ ስለ ዝኾነት እግራ ብጣዕሚ ተደንጉየን። ብዙሕ ካብቲ ገዛ ክርሕቓ ስለ ዘይከኣላ፣ ስቲቭ ሽጉጥ ሒዙ ክወጽእ ከሎ ኣብቲ ቅድሚኡ ይርእየን። እናተኮሰ ድማ ይስዕበን። ብቲ ቅድሚ ገዛ ድማ ፖል ናብቲ ሞሊ ዝለኣኸሉ ኣድራሻ ይመጽእ። እቲ ጉዳይ ኣብኡ ክበጽሕ እንከሎ ደስ ዘይበሎ ነይሩ። ተደሚርዎ ጥይት ክትኮስ ከሎ ምስ ሰምዐ ቀልጢፉ ካብቲ ገዛ ንኽርሕቕ ጋእ ኣይበለን። ደድሕሪኡ ድማ ሰበይቱ ንስቲቭ ኣን ናብቲ ገዛ ትመጽእ። እቲ ገዛ ብዝሓለፈቶ ደምን ካራሩን ጠዋሉን ተሰባቢሩ ምስ ረኣየት እናተጨነቐት እንከላ ኣብ ደገ ጥይት ክትኮስ ትሰምዕ። ንስቲቭ ክትእልሽ ደማ ካብቲ ገዛ ትወጽእ። ኣብ ደገ ስቲቭ ሽጉጥ ሒዙ ንኖኣ እናኣለሸ እንከሎ ኣብ ድሕሪ ኦም ተሓቢኣ እንከላ ሞባይላ ምስ በርሀ ይረኽባ። ሞሊ ከም ዝርኣያ ምስ ርፈለጠት ንኖኣ ንክተድሕን ንስቲቭ ብሓይሊ ከይዳ ደፊኣ ትውድቆ። ካብቲ ተሓቢእናሉ ዝነበራ ኩለን ወጺኤን ድማ እናተባረያ ክወቕዕኦ ጀሚረን። ሽጉጥ ኣልዒላ ንስቲቭ ኣብ ገጹ ምስ ወቕዐቶ ካብቲ ቦታ ቀልጢፈን ከምልጣ ይሞክራ። ደድሕሪኤን ሰበይቱ ንስቲቭ ኣን መጺኣ ሰብኣያ ከም ዝሞተ ትርኢ። ሞሊ ምስ ስቲቭ እናተባእሰት ሞባይላ ኣንጢባቶ ስለ ዝነበረት ክትእልሾ ናብቲ ጫካ ትምለስ። ኣብኡ ድማ ንኣን ምስ ረኸበታ ኣን ከም ባዕለን ዝበለት ናይ ስቲቭ ግዳይ ክትመስል ትሞክር። ኖዋ ተጠራጢራ ደው ኢላ እንከላ ኣን ነጢራ መጺኣ ንኖ ሓኒቓ ኣብ መሬት ተውድቓ። ክትመውት ንእሸይ ምስ ቀረባ ነዋ መፍትሕ ጌራ ክሳዳ ተወግኣ ኣን ግን ሕጂውን ኣይሞተትን ተሲኣ ንነዋ ምስ ኦም ኣጣቢቃ ክትቀትላ ትሞክር ሙሉ ግን ብድሕሪታ መጺኣ በትሪ ጌራ ንኣን ርእሳ ደጋጊማ ወቂዓ ትቀትላ ድሕሪ እዚ ኩሉ መከራ ክልቲኤን ከዕርፋ ሓንቲ ኦም ተደጊፈን ኮፍ ምስ በላ ናብ ናይ ነዋ ስልኪ ቴክስት ይኣትያ እቲ ቴክስት ዝጸሓፈላ ፖል እዩ ትሕቶ ድማ ተሲእኺ ዲኺ ዝብል እዩ እዚ ፊልም ፈቲኹሞ ክትኮኑ ተስፋ ይገብር ካብ ሓዲ ክሳብ ዓሰርተ ነጥቢ ክትህብዎ ከይትርስዑ ሳብስክራይብ ብምግባር ሓግዙና ሰናይ ጻኒሒት።